ሰላም ሰላም ናይ መቦ ዩቱብ ቤተሰብ ተኸታተልቲ ከመይ እኒኢኹም ዳሕና ዲኹም? ኣነ ዳሕና እየ እግዚኣብሔር ይመስገን። ከምቲ ኣነ ዳሕና ለለኽዎ ዳሕና ክትኮንለይ በዓልቲ ሙሉእ ተስፋ እየ። ሎማዓንቲ ከዓ ብሓድሽ ቪድዮ እየ መፅኤኩም ደቂ ዓበይቲ ዋይ ማዕረይ ያው ምስገና ልክቡራት ተኸታተልተይ ማለት እዩ። ተኣዩ ምስገንኡ ተይልኩምኒ Now Youtube ንመጀመርያ ግዜ ድሕሪ ብዙሕ ድኻም ተኸፋሊት ኮይነ ማለት እዩ ያው ኣብ ኮሜንት ለኣተኹም ኮንግራ መብራት ሓፍተይ ወልኒ ኢኹም ምኽንያቱ ሓደ ሰለስተ መዓልቲ ገይረ እየ ክሰርሖ ካብ ልሓስብ ግና ንእሽተይ ኣጋጣሚ ናይ ስራሕ ምክንያት ስለለይተመቻቸየለይ እና ብጣዕሚ ብጣዕሚ ብጣዕሚ ብጣዕሚ እየ ለመስግን በእውነት ቃላት የብለይ እና ካብኡ ደሞ ብዙሓት ኣሕዋተ የለኽን ብመሰንጀር ኣካፋፍታ ዩቱበር ኢና ኢኽ ምናምን ለበልክና ንክመፀክን እየ በቃ ብደንብ ከም ልርደክን ገይረ ኣካፋፍታ ሒዘልክን ክመፅ እየና ካብኡ ደሞ ቅፅል ለቢለት ኣይዲየ ክብለክን ኣነ እንኳን ብዙሕ የደኸምኩ እና ኩራት ቤተሰብ ታይዲየ ክብለኩም ደልየ ልክልተ ሰብ ክተመስግኑለይ እየ ደልየ ካብኡ ደሞ ኮንጎራላ እልኩም ጸሓፉለይ ካብኡ ደሞ ኣብ ድካም ሂደት ለለክን ኣሕዋተይ ደሞ እግዛብሄር ኣምላክ ናድካምክን ትክፈላሉ መዓልቲ ኣብ ቀረባ ይግበረልክን እየ ልብለክን ዘን ኣሕዋተይ መዓረይ እና ኣነ እንኳን ዩቱብ ክሰርሕ ተለኩ ብዙሕ ኣይደከምኩ ብርግጥ ድካም ኣይበሃሊ ዋላ ድኣ መዓልታዊ ኣይድያ እንትን ይበል እምበይ ብዙሕስ ላዕሊ ታሕቲ ልወል ኩሉ ነገር የለይ መጀመርያ መጀመርያ ክተመስግንለይ ልደሊ ልካሜራ ማነይ መጀመርያ ላብ ዩቱብ ክመፅእ ልገበረኒ ኣዳነ ኪረስ ማለት እዩ ብጣዕሚ በቃ እንድዒ ካብ እግዚኣብሄር ረኸቦ እየ ልብሎ ምክንያቱ ዋላ ድኣ ርግጥ ኣብ መዓልቲ ሓደ መዓልቲ ኣብ መዓል ኣብ ሰሙን ሓንቲ ግዜ ክፑስት እዩ ልሕግዘን ነይሩ ምክንያቱ ኢዲት ይገብር እዩ ፖስት ካርድታት ይሰርሕ እዩ ስእሊ ኣድኖታት ይሰርሕ እዩ ብዙሕ ነገራት ቀረጻታት ይቐርጽ እዩ ስለዚ ኣብቲ ግዜ ንሱ ካብቶም ብዙሓት ናይ መነዋውርኡ ስራሕቲ ንዓይይ ከዓ ሓንቲ ተሰራዒት ገይሩ እዩ ልሓገዘኒ ነይሩ ብድሕሪኡ ደሞ ካብ ኣብ ሰሙን ምፑሳታ ላብ መዓልታዊ ኢልና ፖሰተት ቀልጢፈ ሞንታይዝ ክኸውን ወርሒ እንኳንስ ኣይወደእኒ ሜረዳ ኣርሴማ ካብ ትመፅእ ቀልጢፈ ክኽፈልና ሞንታይዝ ክኾን ገይራትኒ እያ ዛንበይተይ ቃላት የብለይ እግዚኣብሔርን ካብ እግዚኣብሔር ረኸውዮ ናሰብ ምስግና ግዜያዊ እዩ ግን ኩሉ ግዜ ላስ ኣብ ኣብ ከይድ ስራሕኻሲ ልኾነ ጽቡቅ ክትገብር ተለኻሲ ናሕልና ዕግበት ኢኻ ትረክብ ትኽክለኛ ድቃስ ኢኻ ትድቅስ እና ኣነ ካዓ ከምቱ ክልቲኢኹም ልገበርኩምለይ ሓገዝ ኻሊእ ሰብ ክሕግዝ መንገዲ ከፊትኩምለይ ኢኹሞ ብጣዕሚ ብጣዕሚ እየ ለመስግን ብደቅኹም ተሓጎሱ ዞም ኣሕዋተይ ማዓረይ ኣብ ልሰራሕኹሞ ካዓ እግዚኣብሔር ኣምላኽ ይባርኸልኩም የለኩም

ኣሰራርሕኻ ኢዩ ካብኡ ደሞ ውዕሎ ብጣዕሚ እየ ልደሊ ሰብ ሎግ ማለት እዩ ውዕሎ ብጣዕሚ እየ ልደሊ ኣቑሑ ልሓፀብክን ገዛ ላወልወልክን መጥበኽ ምናምን ሀዚ ክኾን እንተሎ መጋረጃታት መንደቃት ክኾን ተሎ ቀረፃ መቕረፂ ግዛኣ እሞ ታጠጠው ልበለት እኒኣ እሱ ጌርክን ቅረፃ ትጥቀማሉ ኢኽን ዓድኻ መፂኻሲ ብኡ ልመሓደሩ ብኢቱ ልመሓደሩ ሰባት ብዙሓት እዮም እና ኣነ ህዝሲ ሜሪ ኣብ ስደት ላሃለኹ እንዴ ልካታተላ ኔረ ሜረ ዳ ኣርሴማ ዋይ ሃመይ ጌርካ ኣዩ ዩቱብ ጥራሕ ሰሪሕካስ ሞናዋውሮ ልንበር ይብል ኔረ እና እግዛብሔር ይመስገን ካብተን ሞናዋውሮ ዋላ ይውሓድ ዋላ የብልሲ ዓሰርተ ሽዱሽተ ሽሕስ መን ይበካ ፈሰኹ ጠረትኩ ግዛው ዓልኩ ኮለልኩ ካብ ምባል ዓሰርተ ሽዱሽተ ሽሕ ዒስራ ሽሕ ሰላሳ ሽሕሲ ገዛኻ ላካፈልካ ሓደ ሓደ ነገርካ ላማላእካ ማንም ልህበካ የለይ እና ኣብ ስደት ለለኸን ኣሕዋተይ ተጠቐማሉ እየ ልብለክን ብዙሓት ኣሕዋተይ የኸፍተለን እየ ብመሰንጀር ላመፃ ግን ደሞ ብደንቢ ኣከፋፍታ እንግሊዝ ለይትኽእላት ኮይንክን ለ እንግሊዘኛ መስተርጎም እኒኦ እዩ ላስተርጎምክን ቪድዮታት ክትሰርሓ ትኽእላ ኢኽን ካብ ደም ውጪ ካብ ካራ ካብ ዝኾነ ህፃውንቲ ቆልዑ ኮይኖም ካብ ክብረ ንፅህና ልረአዩ እንድሕር ለይኮይኑ ካብዚኣቶም ውጭ እንድሕር ትሰርሓ ብደንቢ ኢልረየልክን ማለት እዩ እና ስርሓ ልምሓዙትክን ፕራንክ ላግበርክን ድዩ ልኾነ ነገር ሲ ቆንጆ ክትሰርሓ ኢኽን ኢለ እየ ተስፋ ልገብር ኣነ ብጣዕሚ እየ ተናሲሐ ኣብ ስደት ልሃለኹ ብለይ ምስርሐይ እና እስካት እቲ ስደት ዋይፋይ በተለይ ኣብ ዋይፋይ ውዚ ላለመንካ እዩ ዋይፋይ ንዓደይ ቪድዮ የድይብ እና ተኺኢልክን ተኺኢልክን ተጠቐማሉ እየ ልብለክን ዘን ኣሕዋተይ መዓረይ ኣነ እኳ ሻላኻትን ተጠቃሚት ኮይነ እና ንስኻትን ለ ዘን ኣሕዋተይ መዓረይ ዋላ ናላደወልክን ፕራንክ ግበራ ደስ ልበለክን እና ብቻ ግን ናይ ዩቱብ ተጠቀምቲ ኹና ብቻ ግን ናይ ዩቱብ ተጠቀምቲ ኹና ዘን ኣሕዋተይ መዓረይ በተለይ በተለይ ደቂ ኣንስትዮ ዋላ ሓደ ሓደ ሓያል ገዛይ ትስእናይ ርግጥ ሓያላት ክህልዩ ይኽእሉ እዮም ግን ኣትን ሓደ ሓደ ኣሕዋተይ ለለኽን ነፃነት ለለክን ምናምን ግን

ኣብ ፌስቡክ ላነጠፋስ ኣብ ዩቱብ ለይነጥፋ እና ተኸኢልክን ተኸኢልክን በይዛኽን በይዛኽን በይዛኽን ዩቱብ ተጠቐማ በቃ ዩቱብ ስርሓ ትቕየራሉ ኢኽን ዓድኻ መፂኻስ ኖርማል እዩ ልስራሕ ብቻ ግን ኣይድያ ስኢነ ገለ ኢልካ ለይኮነስ ኣነ እንዷም ህምትለክ ኣለኹ ድኻም የደኸምኩ ምክንያቱ ብክልተ ሰባት ተደጊፈ ኣብዚ ደረጃ እዚ ስለለወፃሕኹና ዩቱብ ድኻም ይደሊ እዩ ድኻማ ታይ ድያ ሞንታይዝ ክስካዕ ትኾን እያ በቃ ክትሰርሓ ተለኽን ለዋዕሉ ሲ ላይቭ ኣቲኽን ክትሰርሓ ትኸእላ ኢኽን ላሰራሕኽን ሚት ጌርክን ካብኡ ደሞ ኸልተ ሰለስተ ኣዕርኽቲ ክንድውል ኣቢልክን ንዕነ ላይቭ ካቲ ለየ ኢልክን ደዊልክን ክትርእያ ክትጫወታ ትኸእላ ኢኽን ኣየጉህየይ በእውነት ኣነ ህዝስ ሚርስ ካብ ትመፅስ ሓደ ሽሒ ገለይ ኣካ ሰዓት ያግንያትኒ ግን ወርሒ ከይመለኣ እያ በቃ ሞንታይዝ ክኾን ጌራ ንሰዓተይ ክመልእ ኣርባዕተ ሽሕ ሰዓት ማለት እዩ እና ኣዮጉሄ እንድሕር ናተይ ኢልካ ሒዝካዮስ ኣዮጉሄ ኣብ ስልኪ ላውጋዕካ ምናምን ካብ ለብል ካብ ላሓልፊ ግዜኽን ግዜኽን ኣብ ዩቱብ ተተሕልፍኦ በተለይ ደቂ ኣንስትዮ ኣሕዋተይ ብዙሕ ሓገዝ እኒእዎ ሚእቲ ሽሕ ድያ ክልተ ሚእቲ ሽሕ ድያ ሓምሳ ሽሕ ድያ ንዓኽንስ ትጠቅም እያ እና ካብኡ ደሞ ብጎኒ ጎኒ ዩቱብ ደሞ ካሊእ ስራሕ ላሰራሕኻስ ዩቱብ ይስራሕ እዩ ውዕለ ክንትሰርሓ ልኾነ ነገር ማለት እዩ እንዳም ኣነስ ከምቱ ዩቱበር ኮይነስ ኣይሰርሒ ኣይቀርፀዮ ገዛታት ትሕፅዎ ምናምን ምግቢ ኣሰራርሓ ምናምስ ልኾነ ውሽጠይ እንትን ኮንፊደንስ ስለለይበኒ እምበይ ብጣዕሚ እዩ ልረአ ማለት እዩና ስኻትን ከዓ ናውዕለኽን ደገ ተወፃእተለኽን ምስ ዓሞታትክን ላውዙ ስትራሓ ድዩ ታይ ልባሃል ላውዙ ሓቂቃ ሓሊቃ ገለ ልባሃል መጫዋቲ እኒኤ ይቅርታ ሽሙ ስለ ልይፈልጦ ኢላ ውላ ወፃክን ክትቀርፃ ትክእላ ኢክን ደገ ብዙሕ ነገር ማለት እዩ እና ተጠቀማሉ እየ ልብለክን ዘን ኣሕዋተይ መዓረይ ናለማዓንቲ ነበረኒ ቪድዮ ነዚ ይመስል ካብኡ ደሞ ላይክ ብሱሩ የለይ ዘን ኣሕዋተይ መዓረይ ላይክ ኮሜንት ሸርሲ የለይ ብሱሩ ብሱርሱሩ ማለት እዩ በቃ ስኢሉ ሪኡ ልሓልፍ ሰብ እዩ እና ተኪኢልኩም ላይክ ግጨዩለይ ዞም ኣሕዋተይ ማዓረይ ኣብ መላእ ስደት ለለኩም ናዓና የምስልኩም ምስ ተመቦይ ዝግልወቅዕ ኣለ ከዓ ሰላም ሒዝልና ንወርድ ይግበረልና ይግበረልና ማለት እዩ ዞም ኣሕዋተይ ማዓረይ ሰናይ ክረምቲ ይግበረልና ብጣዕሚ እየ ልፎትየኩም እግዚኣብሔር ኣምላክ ከምቱ ለኩራዕኹም እግዚኣብሔር ኣምላክ ከዓ ይኩርዕኹም ለይረኹም ወሻ ይፍጠረልኩም ብጣዕሚ እየ ልፎትየኩም ብጣዕሚ እየ ለክብረኩም ሰሰናይ ንዓኹም ባይ